ሰላም ጥዕና ያበልና ዝኸበርኩም ተኸታተልቲ ልሳን ተጋሩ ዜናታት ናይ ዝዕለት ሒዝና መፅና ኣለና ፈለማ ግን ንቐንዲ ቀንዲ የርስ እቶም ኣብ ምዕራብ ትግራይ ዝርከቡ ሓይልታት ምስ ሰራዊት ትግራይ ንዋግኣን ብምባል ይበታተኑ ከም ዘለዉ ተሓቢሩ። ሻዕብያን ህወሓትን ኣብ ሰለስተ ዋና ዋና ጉዳያት ኣብ ስምምዕነት ከም ዝበፅሑ ተገሊፁ። ምስ ብልፅግና ዝሰርሑ ዘለዉ ጀነራላት ሰራዊት ትግራይ ኣብ ትሕጥኡ ዝፀርኒ ክውዕሉ ትእዛዝ ከም ዝተውሃበ ተፈሊጡ። ወደብ ዛላምበሳ ከም ዝተኸፈተን ንግዲ ልውውጥ ከም ዝተጀመረን ተገሊፁ። ጌታቸው ረዳ ሓድሽ ውድብ ከም ዝመስረተ ተሓቢሩ ዝብሉን ካልኦትን ኣለውና ሕጂ ድማ ናብ ዝርዝራም ፈለማ ግን ቻናልና ሳብስክራይን ምድራትና ድማ ላይክን ሼርን ብምግባር ቤተሰብ ይኾኑ ሰናይ ምክትታል ኣብ ምዕራብ ትግራይ ዝርከቡ ሓይልታት ምስ ሰራዊት ትግራይ ንዋግኣም ብምባል ይበታተኑ ከም ዘለዉ ተሓቢሩ ኣብዪ ኣሕመድን ብልፅግና ኦሮሞን በቲ መታለሊ መልሓሶም ውዕሊ ሰላም ፕሪቶርያ ተግባራዊ ክንገብር ኢና እንተበለ እኳ ብተግባር ግን ናይ ምዕራብ ትግራይ ዘብዐ ዝበሃል ሓይሊ እናሰልጠኖ ምዕራብ ትግራይ ብዕጡቋት ኣምሓራ መሊኦምዋ ከም ዝርከቡ ካብ ምዕራብ ትግራይ ዝተረኸበ ሓበሬታ የረድእ። እዞም ብዓሰርተታት ኣሽሓት ዝቑፀሩ ፅንፈኛ ሓይልታት ብሰራዊት ኢትዮጵያ ሰልጢኖም ዝተዓጠቑ ሕጂ እውን ኩሉ ጥቕማ ጥቕሚ ካብ ብልፅግና ዝረኽቡን ምዃኖም ተፈሊጡ። ኣብይ ኣሕመድ ነዞም ዕጡቓት ዘዳለዎም ድማ ሰራዊት ትግራይ ብሓይሊ ናብ ምዕራብ ትግራይ ከይኣቱን ግዝኣቱ ከይቆፃፀርን ከምዝኾነ ምሁራት ገሊፆም። ሕጂ ካብ ምዕራብ ትግራይ ዝተረኸበ ሓበሬታ ከምዝገለፆ ናብ ክልተ ሚእቲ ሽሕ ዝኾኑን ኣብ ምዕራብ ትግራይ ዓሪዶም ዝርከቡን ፅንፈኛ ሓይልታት ኣምሓራ መራሕቶም ኣብ ከቢድ ጎንፂ ምእታዎም ስዒቡ ይበታተኑ ከምዘለዉ ሓቢሩ። ከም ዝፍለጥ ተለኣኺ ኣብይ ኣሕመድ ዝኾነ ኮነሬል ደመቀ ዘውዱ ልዕሊ ሚእትን ሓምሳን ሽሕ ዕጡቓት ዝመርሕ እንትኸውን ምስ ኣብይ ኣሕመድ ኣብ ከቢድ ጎንፂ ከም ዘሎ እንዳተገለፀ ይርከብ። እቲ ጎንፂ ዝተፈጠረ ብጥቕሚ ምኽንያት እንትኸውን ኣብይ ኣሕመድ እውን ንኮነሬል ደመቀ ዘውዱ ንምቕንፃል ኣባላት ድሕንነት ምልኣኹ ስዒቡ ኣብ ኣመራርሓ እቲ ፅንፈኛ ሓይሊ ምጥርጣር ከም ዝነገሰን ብዙሓት ዕጡቓት እውን ይበታተኑ ከም ዘለውን ተፈሊጡ። ምብትታን እዞም ፅንፈኛ ሓይልታት ስዒቡ ድማ ብኣንፈት ሱዳን ዝርከብ ሰራዊት ትግራይ ግዝኣት ትግራይ ሓዲጎም ንኸወፁ መጠንቀ ስጦታ ከም ዝሃቦምን ብዙሓት እውን ዕጥቆም እናረከቡ ናብ ጎንደርን ካልኦት ከባብታት ኣምሓራን ይወፁ ከም ዘለውን ንምፍላጦም ዕጥቅና ኣይንህብን ኢሎም ዓሪዶም ዝርከቡ ሓይልታት እውን እንተኾነ ምስ ሰራዊት ትግራይ ናይ ምውጋእ ድልየት ይኹን ሞራል ከም ዘይብሎም እሙናት ፍልፍላት እናሓበሩ ይርከቡ። ስለዚ ድማ ሰራዊት ትግራይ በቲ ዝጀመሮ ኣካይዳ እንተቐፂሎ ምዕራብ ትግራይ ኣብ ውሕዳት መዓልትታት ኣብ ትሕቲ ቁፅፅር ክውዕላ ከም ዝኽእላ ምሁራት ገሊፆም። ብተመሳሳሊ መንገዲ ኣብ ትሕቲ ሻዕብያ ዝርከቡ ግዝኣታት ትግራይ እውን እቲ ኣብ መንጎ ህወሓትን ሻዕብያን ዝተጀመረ ፅምዶ ትክክለኛ እንተኾይኑ መጀመርያ ሻዕብያ ካብ ግዝኣት ትግራይ ክወፅእ ከምዝግባእ እንዳተገለፀ ይርከብ። ማዕኸናት ዜና ሻዕብያ ካብ ባድመ ሓዊሱ ካብ ካልኦት ጣብያታት ሰሜናዊ ምዕራብ ትግራይ ወረዳ ኢሮብን ዛላምበሳን ከምዝወፀ እናፀብፀቡ ዝርከቡ እኳ እንተኾኑ ወረዳ ኢሮብን ዛላምበሳን ከምዝወፀ እናፀብፀቡ ዝርከቡ እኳ እንተኾነ እቲ ሓበሬታ ካብ ሓቂ ዝርሓቐ ከምዝኾነ እሙናት ፍልፍላት ሓቢሮም። ስለዚ ድማ ሻዕብያ ብኣፈኝኡ ኣወል ስዒድ ኣቢሉ ፅምዶ እናበለ ናይ ሚድያ ወፍሪ እናገበረ እኳ እንተኾነ ዛጊድ ግን ሰራዊት ሻዕብያ ካብተን ብሓይሊ ወሪሩ ሒዝወን ዘሎ ናይ ትግራይ ግዝኣታት ምንቅስቓስ ከምዘይረኣየን ሕጂ እውን ኣብቲ ነባራይ ህዝቢ ግፍዕታቱ እናቐፀለ ከምዝርከብን ተፈ ሻዕብያን ህወሓትን ኣብ ሰለስተ ዋና ዋና ጉዳያት ኣብ ስምምዕነት ከም ዝበፅሑ ተሓቢሩ ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ድርድር ሻዕብያን ህወሓት ሕትን ብዘይተገመተ ፍጥነት ብፅቡቕ ኩነታት ይቕፅል ከም ዘሎ ፍልፍላት እናሓበረ ይርከቡ። መራሕቲ ህወሓት ካብ መንእሰይ ትግራይ ድጋፍ ንምርካብ ኣብ ዝቕፅሉ ውሕዳት መዓልትታት ምዕራብ ትግራይ ምምላስ ካብ ዝብል ኣጀንዳ ብተወሳኺ ምምስራት ሃገረ ትግራይ ዝብል ኣጀንዳ ሒዞም ክመፁ ትፅቢት ከም ዝግበር ሊቃውንቲ ፖለቲካ ገሊፆም። ኣብቲ ጀኖሳይዳዊ ኹናት ትግራይ ብኣማኢት ኣሽሓት ዝቑፀር መንእሰይ ትግራይ ዝሃለቐ እቲ ዋና ዓላማ ህዝቢ ንምክልኻል እኳ እንተኾነ ትግራይ ሃገር ንክትከውን ይቃለስ ከም ዘሎ እውን ብመራሕቲ ህወሓት ተነጊርዎ ከም ዝነበረ ፍልፍላት ይሕብሩ። ምንጋር ጥራሕ እንተይኮነ እውን ሃገረ ትግራይ ዝብል መታወቂ ኣብ ኢድ ብዙሓት ኣባላት ሰራዊት ትግራይ ከም ዝነበረ ዝረኸብናዮ ሓበሬታ የረድእ። ብተመሳሳሊ መንገዲ ናይ ሻዕብያ ኣፈኛ ዝኾነ ኣወል ስዒድ እውን ሻዕብያ ንትግራይ ናይ ሃገርነት ኣፍልጦ ከም ዝህብ ብተልቨጅን ግልፂ መልእኽቲ ከም ዘመሓላለፈ ዝፍለጥ እዩ። ኣብ ዙርያ ሃገርነት ትግራይ ምሁራት ዝሃብዎ ሓሳብ ከም ዝሕብሮ ሃገርነት ትግራይ ምምስራት ሕልሚ ተጋሩ እኳ እንተኾነ ሃገረ ትግራይ ንምምስራት ዘኽእል ኩነታት ከ ኣሎ ዶ ኢልካ ምሕታት ህልዊ ኩነታት ምትንታንን ከም ዘድሊ ገሊጻም። እቶም ምሁራት ተወሲኾም ከም ዝሓበርዎ ኣብዪ ኣሕመድ ፖሊሲታት ምዕራባውያንን ኣሜሪካን እናፈጸመ ስለ ዝርከብ ማለት እውን ብመንግስቲ ኢትዮጵያ ዝውነኑ ዝነበሩ ትካላት ንሰብ ሃፍቲ ወጻኢ ግልጺ ብምግባር ዕጹው ዝነበረ ባንኪ ባንክታት ወጻኢ ናብ ኢትዮጵያ ኣትየን ክሰርሓ ብምፍቃድ ኢትዮ ቴሌኮም ምሻጥ ወዘተ ብሓፈሻ ድማ ምዕራባውያንን ኣሜሪካን ዝጥቀማ ሊበራል ስርዓት ብምዝርግሖም ብኣብዪ ኣሕመድ ሕጉሳት ምዃነን ኣብዪ ኣሕመድ ዝኾነ ይኹን ጥፍኣት ከየጋጥማ ኣብ ጎኑ ክስለፋ ምዃነን ሓቢሮም። ስለዚ ድማ ትግራይ ተገንፂላ ሃገር ክምስርት እየ እንተኢላ ካልኦት ክልላት ኢትዮጵያ እውን ኣሰር ትግራይ ክኽተላ ስለዝኽእላ ኢትዮጵያ ናብ ንእሽተያት ሃገራት ክትከፋፈል ስለእትኽእልን ምዕራባውያንን ኣሜሪካን ትግራይ ሃገር ክትከውን ከምዘይፈቐዳ ገሊፃ። እዘን ሓያላት ሃገራት ትግራይ ሃገር ክትከውን ዘይፈቕዳሉ ምኽንያት ሓያላት ሃገራት ትግራይ ሃገር ክትከውን ዘይፈቕዳሉ ምኽንያት ድማ ኢትዮጵያ ኣናእሽተይ ሃገራት እንተኾይና ካብ ኢትዮጵያ ዝረኸብኦ ዝነበራ ጥቕሚ ምስኣን ጥራሕ እንተይኮነስ ኣብ መንጎ እተን ሃገራት ብዝፍጠር ሕድሕድ ጦርነት ቀርኒ ኣፍሪካ መፍለቒ መሸበርቲ ሓይልታት ከይተኸዝን ከቢድ ስግኣት ስለ ዘሎ እዩ ክብሉ እቶም ምሁራት ወሲኾም ገሊፆም። ካብዚ ብተወሳኺ ኢትዮጵያ ኣናእሽተይ ሃገራት እንተኾ ዝተወሰና ሃገራት ምስ ጸላእቲ ምዕራባውያን ዝኾነት ሩስያ ክስለፋ ከም ዝኽእላ እውን ዕድላት ከም ዘለዉ ተገሊጹ። ስለዚ ድማ ምዕራባውያንን ኣሜሪካን ካብ ኣብይ ኣሕመድ ዝደለየ ጥቕማ ጥቕሚ እናረኸባን ፖሊሲእን ኣብ ኢትዮጵያ እናፈጸማን እናሃለዋ ትግራይ ሃገር ክትከውን ክፈቕዳ እየን ኢልካ ምሕሳብ ሕልሚ ጥራሕ እዩ ክኸውን ዝኽእል ክብሉ እታ ምሁራት መራሕቲ ህወሓት ግዳይ ሃገር ትግራይ ከም ኣጀንዳ እውን ከየልዕልዋ ኣጠንቂቖም። መራሕቲ ሕወሓት ጉዳይ ሃገር ትግራይ ከም ኣጀንዳ እንተልዒላምዎ ግን ኣሜሪካን ምዕራባውያንን ሕወሓት ሃገር ንምፍራስ ትሰርሓላ ብምባል ንኣብዪ ኣሕመድ ዝደለዮ ዘመናዊ ኣፅዋር እናሃቡ ንሕወሓት ይኹን ንህዝቢ ትግራይ ከጥፍእዎ ከም ዝኽእል ተገሊጹ። ምዕራባውያን ይኹኑ ኣሜሪካ ዘገድሶም ድማ ህዝቢ እንተይኮነስ ጥቕሞም ስለ ዝኾነ ኣብይ ኣሕመድ ኣብ ኣራት ኪሎ ኮይኑ ንትግራይ ዘጥፍእ ኣፅዋር ካብ ምቕራብ ንድሕሪት ከም ዘይብሉ ሊቃውንቲ ፖለቲካ እናገለጹ ይርከቡ። ተወከልቲ ምዕራባውያንን ኣምባሳደር ኣሜሪካን ናብ ሽረ ዝተጓዓዙ እውን ስቓይ ተመዛበልቲ ስለ ዘጨነቖም እንተይኮነ ህወሓትን ሻዕብያን ዝገብርዎም ዘለዉ ርክባት ስግኣት ስለ ዝፈጠረሎም እዩ ክብሉ እቶም ሊቃውንቲ ፖለቲካ ኣተሓሳሲቦም። ምስ ብልፅግና ዝሰርሑ ዘለዉ ጀነራላት ሰራዊት ትግራይ ኣብ ትሕቲ ቁፅፅር ንክውዕሉ ትእዛዝ ከም ዝተውሃበ ተሓቢሩ። ስርዓት ብልፅግና ኣብ ልዕሊ ህዝቢ ትግራይ ዳግማይ ኩናት ከም ዘካየድን ዘይቐሪ ከም ዝኾነን ንጀነራላት ኣኪቦ ከም ዝነገሮም ተፈሊጡ ኣሎ። ሓደ ሓደ ፍልፍላት ኣራት ኪሎ እቲ ጦርነት ንክጅመር ትልሚ ዝተተሓዘሉ ኣብ ወርሒ ጥቅምቲ 2018 ዓ.ም ከም ዝኾነ እናገለፁ እኳ እንተኾነ ኣብይ ኣሕመድ ንምትላል ዝጥቀሙሉ ሜላ እምበር ቅድሚ እቲ ዝተጠቐሰ ወርሒ ኣብ ዝደለየ እዋን ክጅምሮ ከም ዝኽእል መራሕቲ ትግራይ መጠንቀቕታ እናተውሃበ ይርከብ። ሕጂ ዝተረኸበ ሰበር ዜና ከም ዝገለጸ ድማ ምክትል ዋና ሓላፊ ንግዲ ባንኪ ኢትዮጵያ ሞያዊ ስልጣኑ እናሃበ እናሃለወ ብሃንደበት እቲ ዘተ ናብ ፖለቲካ ስለ ዘምርሐ እቲ ሓላፊ እውን ብምሉእ ድፍረት ምስ ሕወሓት ዘካየድናዮ ኮይናት ፍርቂ ፍጻመ እዩ ገና ናይ ፍጻመ ኮይናት ይቐርየና ክብል ትልሚ ኣብይ ኣሕመድን ትልሚ ብልጽግና ኦሮሞን ግልፂ ከምዝገበረ ተሓቢረ ስለዚ ድማ ኣብይ ኣሕመድ እቲ ኣብ ልዕሊ ህዝቢ ትግራይ ዝሓሰቦ ዳግማ መዓዘ እውን ክፍጽሞ ከምዝኽእል ምግማት ስለዝኸብድን ኩነታት ትግራይ ብዝምልከት ዝቕበሉ ተለኣኣኽቲ እውን ኣብ ውሽጢ ኣመራርሓ ሰራዊት ትግራይ ይኹን ፖለቲካዊ መራሕቲ ስለዝርከቡን ትግራይ ንምድሓን ሓላፍነት ዘለዎም ህወሓትን ሰራዊት ትግራይን ህዝቢ ትግራይ ከይጠፍእ ዝምጥን ምድላዋት ክገብሩ ከም ዝግባእ ፃውዒት እናቐረበ ከም ዝርከብ ተገሊፁ። ሕጂ ዝተረኸበ ሰበር ዜና ከም ዝሕብሮ ኣመራርሓ ሰራዊት ትግራይ ኮይኖም ምስ ፌደራል መንግስቲ ዝሰርሑ ጀነራላት ቲዲኤፍ ኣብ ትሕቲ ቁፅፅር ንክውዕሉ ኣመራርሓ ህወሓት ከም ዝወሰኑ ተፈሊጡ። እዞም ክሳብ ኣርሚ መራሕቲ ሓላፍነት ዘለዎም ላዕለዎት ኣመራርሓ ሰራዊት ትግራይ ተለኣኽቲ ብልፅግና ንክኾኑ ዝተገደዱ ኣብ ኣዲስ ኣበባ ዘለዎም ህንፃ ከይውረስ ብምፍራሕ ከም ዝኾነ ተፈሊጡ። ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ኣብይ ኣሕመድ እዞም ጀነራላት ብልፅግና እንተዘይኮይኖም ዝሰርሕዎ ህንፃ ክውረስ ምዃኑ ከም ዝገለፀሎም ዝረኸብናዮ ሓበሬታ የረድእ። ስለዚ ድማ እዚ ሓደ ወገን ንህዝቦም በቲ ካሊእ ወገን ድማ ንህንፃኦም ዝጨናነቑ እንትኾኑ ውሕዳት ዘይበሃሉ ወነንቲ ህንፃ ዝኾኑ ጀነራላት ሰራዊት ትግራይ ግን ጥቕሞም ቅድሚያ ብምሃብ ተለኣኽቲ ብልፅግና ኮይኖም ይሰርሑ ከም ዘለዉ ተገሊፁ። ነዚ ስዒቡ ድማ ቃልሲ ህዝቢ ትግራይ ከይበላሸው ኣብ ትሕቲ ቁፅፅር ንክውዕሉ ውሳነ ከም ዝተመሓላለፈ ተፈሊጡ። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለ ምክትታልኩም ነመስግን። ሰላም